ብዛዕባ ጉዳይ ኤርትራ ዓንተቦየ ብዓረብኛ ኣብ ዝሓለፈ ሰሙን ብዓረብኛ ኣቕሪብናዮ ኔርና ምስ ክቡር ሓውና ዜን ሸውካይ ሕጂ ውን ከም መቐጸልታ ብትግርኛ ሕቶ እቲ ኩነታት ኤርትራ ኩነታት ተቓውሞ ደምበ ኩነታት ምሁራት ኤርትራውያን

እንኳዕ ደሓን መፃእካ። እንኳዕ ደሓን ፀናሕኩም ብፃይ ነጋሽ ኣነ ብጣዕሚ ኩሩዕ እየ ኣብ ቲቪ ዕዳል ኩሉሻዕ ብዝተካእለኒ መጠን ክቀላቅል ምሳኩም ኮይነ ክዛተ እንካን ሃባኒ ክብል ሕጉስ እየ የኩርዓኒ እዩ ተራይ ክፃወት ድማ ብዝተካእለኒ መጠን ኣብቲ ዝካየድ ዘሎ ቃልሲ ናይ ህዝቢ ኤርትራ

እቲ ስርዓት ኣብ ተፈላለየ መዳያት ዳርጋ ኣብ ዕንወት ገጹ ዝኸይድ ዘሎ እዩ። ኣዝዩ ድኹም ጎድንታቱ እንዳበዝሐ፣ እንዳዓበየ፣ እንዳተነጸለ ዝኸይድ ዘሎ ስርዓት እዩ። ኣብ ፖለቲካዊ መዳይ ተሪኢና፣ ኣብቲ ናይ ምጣነ ሃብታዊ መዳይ ተሪኢና፣ ኣብ ማሕበራዊ መዳይ ተሪኢና፣ ኣብ ኩሉ ኮታ ነቲ ሓደ ሃገር ሃገር ከብሎ ዝኸእል ኩነታት ምስ ንድህስስ፣ ዳርጋ እዚ ስርዓት እዚ የሎን ክበሃል ይከኣል። ከምኡ እውን ካብቲ ከባቢኡ ኹን ብኣህጉራዊ ደረጃ ተነጺሉ ዝነብር ስርዓት እዩ። ኣብ ሓደ ባእታ ናይ ዕግርግር፣ ባእታ ናይ ዘይቅሳነት ኣብቲ ምሉእ ዞና ቀርኒ ኣፍሪቃ ይኹን ዋላ ኣብቲ ወሽመጥ ናይ ቀይሕ ባሕሪ ኮይኑ ዝርከብ ስርዓት እዩ። እዝን ካልእን ጉዳያት ኣልዒልና ክንዛረብ ኢና ምስ ሓውና ዜን። እዚ እንዳበልና ከሎና እቲ ስርዓት ምቕጻሉ ኣብ ተፈላለየ ወግሐ ጸብሐ ከኣ ገለ ገለ ንዕኡ ዕድመ ስልጣኑ ዘናውሕ ኩነታት እንዳተረኽበ ይኸይድ። ኩነታት ተቓውሞ ምስ ንድስስ ተቓውሞ ደምበ ብዙሕ ተስፋታት ዝህብ ነገራት ትርኢ፣ ከይወግሐ ከይጸብሐ'ውን ገለ ፍልልያትን ግርጭታትን ከኣ ትርኢ። ስለዚ እዚ'ውን ነቲ ፍናን ናይ ቃልሲ ንያት ናይቲ ህዝብና'ውን የዳኽሞ። ግደ'ቲ በርጌሳዊ ማሕበራት፣ ምሁራት ኣካላት'ውን ቦኺሩ ትርኢ። ሕልፍ ሕልፍ ኢሉ ጠብዓ ማሲ ብዙሕ ዝረኤ ነገራት ኣሎ ግን ከምቲ ዝግባእ ምስቲ ኣብ ልዕሊ ህዝብና ዝወርድ ዘሎ ወጽዓ ከተናጻጽሮ ከለኻ ግን እቲ ካብ ምሁራትና እትጽበዮ ኩነታት ኣይትርኢን መቸም ነዚ ኩሉ ኣርእስትታት ከነርክበሉ ተስፋ ንገብር ምስ ሓውና ዜን ኢና እዚ ጉዳይ ኣልዒልና ክንዛተ ክንላዘብ ሓውና ዜን ኩነታት ኤርትራ

ሓሓደ ግዜ እንታይ ንገብር መስለካ ነጋሽ ንሕና ነቲ ኩነታት ናይ ኤረትራ ክንሪኦ ከሎና ሓሓደ ግዜ ኣብቲ ኣብቲ ስርዓት ነተኩር እሞ ናይቲ ስርዓት ድክመታት ጥራይ ጥራይ ብዛዕባኡ ንዛረብ ጽንሕ ኢልና ድማ ኣብቲ ነቲ ስርዓት ረሲዕና ኣብቲ ናይ ተቃውሞ ደንበ ዘሎ ፍልልያትን ግርጭታትን እሱ ብዙሕ ግዜን ጻዕርን ይወስድ ካባና ጸኒሑ ድማ ሕልና ይደክም ሰብ ከኣ ይደክም እዩ ሰብ ወዲ ሰብ እንድዩ

ከም ቀደሙ የለን ሕጂ እንታይ የርእየና እዚ እቲ ድኽመት ኣብ ስርዓት ወይ እቲ ስርዓት ጥራይ ኣይኮነን ዝዳኸም ዘሎ ልክዕ ንሕና ከኣ ሕልናና እናደኸመ ንኸይድ ኣለና ፓራለል ምስቲ ስርዓት ብኣንጻሩ ንሕና ሓይሊ ክንገብር ዝግብኣና እቲ ድኽመታት ናይቲ ስርዓት እንርእየሉ እዋን ንሕና ከም ግቡእሲ ሓይሊ ክህበና ኣለዎ እዚ ከተባብዓና ኣለዎ።

ኣነን ንስኻን እንዲና ማለትሲ እቶም ኣብ ውድባት ዘለዉ እቶም ኣብ በርጌሳዊ ማሕበራት ዘለዉ ጥራይ ንዕኦም ውክልና ሂብና ዲና ፈሪምናሎም ዲና እሶም ክቃለሱልና ንሕና ክንጸንሕ ሓሓደ ግዜ ከምኡ ኮይኑ ይስምዓኒ እቲ ሰብሲ መብዛሕትኡ ግዜ እንታይ ይገብር እዚኦም ከምዚ ዘይገብሩ ይብለካ እስኻ ከ እንታይ ትገብር ኣለኻ ኢልካ ምስ ትሓቶ እዚኦም እንታይ ዘይ ኣይዕድሙኻን ከማን እቲ ኩነታት ከማን ዓዳሚ ኣይኮነን ገለመለ እናበለ ምኽንያታት እናሃበ ነቲ ድኽመታቱ ከም መኻንት ሪኦ ሕጀ ንኸምዚ ዝኣመሰለ ሕማማት ንኸምዚ ዝኣመሰለ ድኽመታት ፈውሲ ንኽንረኽበሉ እንተደኣ ኮይንና ኮፍ ኢልና ክንዛተየሉ ኣለና። እዚ ሓደ መልክዕ እዩ እዚ ኣነ ንስኻን ንገብሮ ዘለና ሕጂ ግን ካብኡ ንላዕሊ ከኣ ዝያዳ ብዙሕ ህዝቢ ዝርከቦ ኣስተምህሮ ክንቀስመሉ እንኽእል ኩነታት ፈጢርና ብዙሕ ሽግራት እዩ ዘለና ከም ኤርትራውያን።

እናንሰሓቡ ትሪኦም ካብቲ ካብቲ ስራሕ። ሕልንኦም እናዳኸመ ትሪኦ። ነዚ ነዚ ነዚ ኩነታት እሊ ነዚ ኩነታት እዚ እነሕውየሉ ሜላታት እነሕውየሉ ኣገባባት ክንፈ ኣገባባት ክንፈጥር ክንክእል ኣለና በሃላይ እየ። እዚ ድማ ብሓንሳብ ኮይና ክንዛተየሉ ኣለና። ተባ ኦኬ
መቸም በቲ እቲ እቲ ትብሎ ዘለኻ ቅቡል እንድዩ ግን ገለ መእተዊታት ክግበረሉ ኣለዎ። ስለዚሲ ግደ ናይቲ ኩሉ ኣካላት ናይቲ ሕብረተሰብ ኣብዚ ኣነ መስለኒ እቲ ኣብ ዲያስፖራ ዘሎ ብፍላይ እቲ ናይ ትምህርቲ ዓቕሙ ክብ ዝበለ ተመክሮ ዘለዎ ሃገራዊ ኣተሓሳስባ ዘለዎ ኣካላት እዚ ናቱ ሮል ኣገዳሲ እዩ። እንታይ መሲልካ ዜን እንተሪኢኻዮ መብዛሕትኡ ብዛዕባ እቲ እቲ ዋላ ኣብቲ ጽሑፍካ ኣብቲ ቃለ መጠይቕ ምስ ኣዶሊስ ዝገበርካዮ እውን ጠቒስካዮ ኣለኻ። ቀደም ክንብሎ ንስከፍ ነበርና ጉዳያት ሎሚ ዋላ ኣይሰከፈካ ኣብ ትበሃለሉ መድረኽ ኣቲና ኣለና ያኒ። ቀደም ብዛዕባ ሃገር ብምሉእ ኢኻ ትዛረብ ብዛዕባ እቲ ኤርትራዊ ክገብሮ ዝግብኦ ጉዳያት ኢኻ ትዛረብ ሎሚ ግን ነንሕድሕድካ ኣብታ ነንእሽተይ ጎጆኻ ሕሹኽ እንዳበልካ ናይ ምንባር በል ኣቢሉ ሓደ ናይዚ እቲ ስርዓት ዝፈጠሮ ኩነታት እዩ ብርግጽ ግን ከኣ ምናልባት ከም ሓደ ብዙሕ መጽናዕታዊ መዳይ ብንባብ ድዩ ብትጽሕፎ ድዩ ብትሪኦ ድዩ ተማህርካዮ ድዩ ትሪኦ ዜን ኣብቲ ሕብረተሰብ ድዩ እቲ ጸገም ዋላ ኣብቲ ኤሊት ዝበሃል ኣብቲ ፖለቲካዊ ሓይልታቱ ድዩ ኣቃውማ እቲ ህዝቢ ኤርትራን ሃገረ ኤርትራ ድዩ ወይሲ ተመክሮ ናይ ቃልሲ ዘምጽኦ ጸገማት እዩ እቲ ትብሎ ነበርካ ሕልኑ እንዳ ዓረበ ዝኸይድ ዘሎ ኣካላትሲ ገለ ቫልዩስ ገለ ክብርታት እቲ ሃገራዊ ክብርታት ንዕኡ ከበግሶ ዝኽእልሲ ከመይ ጌርና ነዚ ከም ተኾሊዑ ከም ዝረአ ክንገብሮ ንኽእል
እወ ኣነ ከም ዝመስለኒ እቲ ድኽመት ቀዳማይ ነገር ሓፈሻዊ እዩ። ሓደ ሸነኽ ሒዝካ ንዕኡ ጥራይ ነቲ ድኽመታቱ ክተጽንዕ ኣይትኽእልን ኢኻ። ምኽንያቱ ሕብረተሰባዊ ድኽመታት ከም ዘሎ ኩላትና ይርድኣና እዩ። ኣብቲ ሕብረተሰብ እዩ ዘሎ። ኣብቲ ሕብረተሰብ ክፍጠር ዘኽእሎ ምኽንያታት ኣለዎ። ንኣብነት

እዚ ኩሉ ኣብ ቅድሜና እናተፈጸመስ እንታይ ጌርና ንሕናኸ ኢልና ነብስና ክንሓትት ከሎና ብዙሕ ዝገበርና ኣይመስለንን። ሓደ ካብቲ ድኽመታት of course እቲ ሰውራ ኤርትራ ኣብቲ ሰማንያታት መባእታ መጀመርያ ናይ ሰማንያታት እተሰብረትሉ ተጋድሎ ሓርነት ኤርትራ ዓቢ ተራ ኔርዎ ነዚ ኣብ ሎሚ ንሪኦ ዘለና

ብተፈላለየ ምኽንያታት ኣውራጃዊ ይኹን ሃይማኖታዊ ይኹን ብዘየገድስ ግን እናተቓልዐ ምስ ከደ እቲ ስርዓት ኩሉ ፎእ ክብሎ ጀሚሩ። ኩሉ ፎእ ኢልዎ ስለ ዘሎ ሎሚ ዕድል ኣለና ነዚ ድኽመታት እዚ ክነሕውዮ እንኽእለሉ ኩነታት ተፈጢሩ ኣሎ። ግን ዝገርመካ ኣይከኣልናን ኣለና ክሳብ ሕጂ። እቲ ጉድለትሲ እቲ ድኽመትሲ ኣበይ ከም ዘሎስ

እቲ ደራኺ ዝኾነ ሓይልስ ካበይ ካበይ ኢና ክነምጽኦ? እቲ መንእሰያት ድዩ? እቲ ኣብ ቃልሲ ዝጸንሐ ድዩ? እቲ ውድባት ድዩ? እቲ ሲቪካዊ ማሕበር ድዩ? ወይ ኩላቶም እኩብ ሓይሊ ናይዚኣቶም ኩላቶም ድዩ? ከምኡ ኢልናስ ክንዛተ ክንክእል ኣለና። ባይታ ክንፈጥር ኣለና ናይ ዘተ። ከመይ ጌርና ካብዚ ወዲቕናዮ ዘለና ረማዕ ኢልናዮ ዘለና ኩነታት ከመይ ጌርና ሓፍ ንብል? ከመይ ጌርና ንትንሲእ ክንዛተ ክንክእል ኣለና። ከም ክስታይ ዜን ከም ሕብረተሰብ ኤርትራሲ ኣነ ናተይ ተረደኦ እዚ ሕብረተሰብ ኣዝዩ ውህደት ዘለዎ ነንሕድሕዱ ተዋላለደ ኤርትራ ኣቃውማኣ ከኣ ከምቲ ካልኦት ኣፍሪቃ ሃገራት ድሌት ናይ ህዝባ ዘይኮነሲ ናይ ኣህዛብ ነይቲ ኩለን ሃገራት ዘይኮነ በቲ ምዕራባዊ መግዛእቲ ኣትዩ እቲ ዶባት

ግን ክትሪኦ ከለኻ ነጸብራቕትኡ ኣብቲ ሕብረተሰብ ነይ ምንፍፋግ ባህሪ ትርኢ፣ ነይ ምንጻግ ባህሪ ትርኢ። ሕሉፍ ሓሊፉ ሕጂ ከምዚ በዓል ተስፋጼን ዝገብሮ ዘሎ እዚ ኣብ ዓዲ እንግሊዝ ኮይኑ። ኣብ ዓዲ እንግሊዝ ኮይኑ እዚ ኣዝዩ ሾቪኒዝም ዋላ ፋሽሽታዊ ዝኾነ ኣረኣእያታት ከማን ይቀላቐል ኣሎ። በቲ ሓደ ሸነኽ እውን ነብስኻ እንዳነጸልካ ንሕና ንሶምን ዝብል ቋንቋ እውን ትሰምዕ ኢኻ። ከምዚ ተራእየን ከም እኒ ተስፋጽየን ዳርጋ እንታይ እሞ ክበሃል ኣዝዩ ሓደገኛ ዝኾነ ኣቀራርባ እዩ። ነዚ ኩሉ ኣጣሚርካ እዘን ዋእ ኩነታትና ከም ሕብረተሰብ ምኽንያቱ ሓያል ፖለቲካዊ ስራሕ ክህሉ
ጥዑይ ሕብረተሰብ ኩሉ ኣለዎ። ጥዑይ ሕብረተሰብ ኩሉ ኣለዎ ያኒ በቃ እዚ ግደ ናህና ከማን እቶም ኣብ ዲያስፖራ ዘለና ንሕና ኣብ ሜድያ ንሰርሕ ኣለና ገለ ኣብ ፖለቲካ ዝሰርሑ ኣለዉ ገለ ተመራመርትን ምሁራትን ኣለዉ ገለ ኣብ ሲቪክ ሶሳይቲ ኮይኖም ዝሰርሑ እዚ ኩሉ ኣካላት እዚ ሲ ክገብሮ ዝግብኦ ናቱ ድዩት ኣሎ ያኒ እቲ ስርዓት ስልጣኑ ከናውሕ ከም ዝበልካዮ ድላዩ ክገብር እዩ ፈላሊኻ ግዛእ ፖሊሲ ክጥቀም እዩ ምክንያቱ ንሱ ዘገድሶ ማሕበራዊ ሰረት ሃልይዎ ንዕኡ ዝከላኸለሉ እዚ ሰረት እዚ ኣብ ተፈላለየ መድረኻት እንዳቐያየሮ ክኸይድ ከም ኩሎም እቶም ዲክታቶርያውያን ስርዓታት ማለት እዩ። ግን ሓላፍነትና ኣበይ ኣሎ? ሓላፍነትና ዝዘናዕና ዶ ኣይንመስልን? ነዚ ኩሉ ንብሎ ዘሎናከ ብኸመይ ንገጥሞ? ከምዚ ናይ በዓል ተስፋጽየን ዓይነትከ ብኸመይ ተንብቦ ንስኻ? ብኡ ክንጅምር በዚ ተስፋጽየን። ቀዳማይ ነገር እዚ ሰብኣይ እዚ ኢግኖራንት ዝኾነ ታሪኽ ዘይፈልጥ፣ ጉረኛ፣ ሓሳዊ፣ ፋሽስታዊ ዝኾነ ሓሳባት ዝፍኑ ሕሉፍ ሓሊፉ ኣብ መቕተልትን መቕዘፍትን ምጥፋእ ደቂ ሰባት ዝዕድም ፋሽስታዊ ጻውዒታት ዝፍኑ ሰብ እዩ። እዚ ብሕጊ ክኽሰስ ዘለዎ ሰብኣይ እዩ። ብሕጊ ተኸሲሱ ኣብ ዓዲ ሕጊ ስለ ዘሎ ኣብ ዓዲ እንግሊዝ ብሕጊ ተኸሲሱ ኣብ ቤት ፍርዲ ክቐርብ ኣለዎ እዚ ሰብ እዚ።

ከምኡ ዓይነት ኣተሓሳስባ ዘለዎም። ባይታ ኣሎ ኢልካ ትግምት ዶ እዚ ከምዚ ዓይነት ኣረኣእያ? ሰፊሕ ባይታ ባይታ ከም ዘይብሉ ይኣምን እየ። እወ። ኤርትራዊ ከኣ ብተመኩሮ ብሓንሳብ ዝተቓለሰ ብሓንሳብ ደም ስለ ዘፍሰሰ ንኸምዚ ኣመሰለ። ተዋሊዱ እዩ ከኣ እቲ ሰብ። ተዋሊዱ እዩ ብ ብ ምውላድ ጥራይ ዘይኮነስ ክብረት ዘለዎ ህዝቢ እዩ ህዝብና። ነንሓድሕዱ ዝከባበር ህዝቢ እዩ። እዚ ካበይ ኣዲኡ ከም ዝመጸ እንድዒ ክብረቱ ዘጥፈእ ሰብ ማለትሲ ብውሕዱስ

ዲክተይተር ዩ ኦከይ ኢሉ ግን ሰራቂ ኣይኮነን ደቁ ኣብ ወፃኢ ዝመሃሩ ኣይኮነን እዚ ሰብኣይ እዚ ከምዚ ገበረን ኣብ ባንክታት መዓት ገንዘብ ዘለዎ ኣይኮነን ኢንፋክት ኩሉ እሱ ዝበሎ በንፃሩ ዩ ዘሎ ሓቅታት ኣለዎ ገንዘብ እቲ ስርዓት ብሽም ኢሳያስ ይኹን ብሽም ካልኦት ግን እሱ ይኩን ተቐንዲ ኣገዳሲ ከመይ ገይሩ ብኡ ጀሚሩ በቲ ስርዓት ክከላኸል ዘጀመሮ ምክንያት ሲ ኣነ እንታይ በሃላይ እየ እዚ ሰብ እዚ

ሓይልታቱ እናተባኸለ ከይዱ ልክዕ ከምኡ ስለ ዝኾኑ ኸዓ ከምዚ ዝኣመሰሉ ሰባት ይወፁ ኣለዉ። ብጋህዲ ኸዓ ከምዚ ዝኣመሰለ ስምታት ይዝርግሑ ኣለዉ። ግን ከመይ ጌርና ነዚ ክንብድሆ ንኽእል? ከም ሕብረተሰብ ከም ሕብረተሰብ ጥራይ ኢና ክንብድሆ እንኽእል። ውልቀ ሰባት ውድባት ንበይኖም ኮይኖም ክብድህዎ ኣይክእሉን እዮም። ንዕኡ ዘይኮነስ ንኸምዚ ዝኣመሰለ ኣተሓሳስባ ንኸምዚ ዝኣመሰለ ሓደገኛ ምዕባሌ

ብዛዕባ ነንሕድሕዱ ዝዛረቦ እቲ ተቓውሞ ወይ ይቃወም እየ ዝብል ኣካላት እዩ እቲ ዝበዝሐ። ዋላ እቲ ፖለቲካዊ ውድባት እንተሪእኻዮ እውን ከምኡ። ሕጂ ናይ ብሓቂ ዛት ፕሮጀክት ናይ ለውጢ ኣሎና ድዩ ንሕና? ኣሎ ማስ እቲ ለውጢ ክንገብር ንደሊ ዲና? ኣነ ን ክልተ ሰሙንሲ ናዕበይነይ ይጽሕፍ ነይረ ያኒ። ኣና ኣብቲ ፖለቲካዊ ሓይሊ ኣለና ንሰርሕ ኣለና በሃልቲ ኢና ግን ከዓ ኢለሲ ናይ ብሓቂ መሽሩዕ ተቕይር ኣለና ድዩ ናይ ለውጢ ፕሮጀክት ናይ ለውጢ መደባት ኣለና ድዩ ነዚ ስርዓት ክንልውጦ ንደሊ ዲና ወይስ ከምዚ ገሊኦም ዝብልዎ ካብ ዘይትፈልጦ ሰይጣንሲ መልኣኽሲ ትፈልጦ ሰይጣን። ሰይጣን እዩ ኢሉ ሓደ ኸኣ ኢሉኒስ ዋ- እቲ መልኣኽሲ ዋላ ኣይትፍለጦስ መልኣኽ እዩ እም፣ መልኣኽ እቲ- እንድዩ። እወ ስለዚ ሲ ንዕኡ እቲ መልኣኽ ይሕሸካ እምበር ፍለጦ ኣይትፍለጦ ኢሉ ስለዚ ካብ ለውጢ ንሰግእ ስለ ዘለና ዲና ወይ ኣይበቓዕናዮን ኣለና ነቲ መድረኽ ወይ ልክዕ ሓቀኛ ንባብ የብልናን ነቲ ነቲ እቲ ኮንፍሊክት ነቲ እ፣ ምስቲ ስርዓት ዘለና ግጭት ምስ ስርዓና ዘለና ተራጻሚ መርገጽ ክንልውጦ ደሊና እዚ ኩሉ ኣጣሚርካ ዜን ማለተይ ሲ ግደመን ዓው ኢልና እስኪ ንሕሰብ እሞ እቲ እቲ እቲ ዝከታተለና ዘሎ ከም ሳና ኮይኑ ይሕሰብ ንሕና ከምዚ ክሳ የብልናን ፓነሰያ ንኩሉ ዝፍውስ መድሃኒት መድሃኒት የብልናን ግን ከዓ ክንሓስበሉ ዘለና ጉዳይ እዩ ስርዓት ብዙሕ ዘዳኽም ኩነታት ንርእሱ ኣብ ተነፅሎ ኣትዩ ከብቅዕ ክንቅይሮ ዘይምኽኣልና ዓመታት ኮይኑ ዓበይቲ ጌጋታት ይጋገ ወግሐ ፀብሐ ግን ይቕፅል ንሪኦ ኣለና ንሕና እንዳተዳኽምና ንኸይድ ኣለና ብዙሕ ነገራት ፕሮጀክት ዓበይቲ ሃገራዊ ፕሮጀክት ንገብር ኣብ መስርሕ ግን መመናጨቲና ይኸውን ኣሎ ስለዚ ሓደ ስጉምቲ ዝሰጎምናዮ የለን ብግብሪ ተሪእኻዮ ማለት እዩ እታ ሓንቲ ጌርናያ ዘለና እታ ሽግ ናይ ምቅዋም

ንስርሓሉ ዲና? እቲ ዝሰራሕናዮኸ እቲ ዝተሰማማዕናሉ ኣብ ግብሪ ነውዕሎ ዲና? ነኽብሮ ዲና? እዚ ኹሉ ናይ ብሓቂ እዋናዊ ሕቶታት እዮም። ነዚ ሕቶታት እዚ ቀስ ኢልና ክንምልሾ ክንፍትን ክንክእል ኣለና። ከምቲ ንስኻ ዝበልካዮ ዓው ኢልና ንሕሰብ ብሓንሳብ። ኣነ ከምቲ ዝመስለኒ ናይ ለውጢ ፕሮጀክት ክህልወካ እንተድኣ ኮይኑ ቀዳማይ ነገር ናይ ለውጢ ሓይሊ ክህልወካ ኣለዎ። እኩብ ናይ ለውጢ ሓይሊ ክህልወካ ኣለዎ፣ ከተኣማምነካ ዝኽእል። ካብኡ ሰጊርና ድማ ብሓንሳብ ኮይኖም እዞም ለውጢ ዝደልዩ ደለይቲ ሰላም፣ ደለይቲ ፍትሒ ብሓንሳብ ኮይኖም ክሰማምዕሉ ዝኽእሉ ዝተሓተ ነጥቢ ዝሓዘ ፕሮግራም ክህልዎም ኣለዎ። ኣብ ተግባር ከውዕልዎ ድማ መብጽዓ ክኣትዉ ኣለዎም ኩላቶም። ኣብ ተግባር ዘይውዕል ገለ ባእታ እንተ ኣልዩ ኮይኑ ብግሩፕ ይኹን ወይስ ብውልቁ ክንክእል ኣለና ሜንታሊቲ ናይ ኣካውንታቢሊቲ ክነጥሪ ተሓታትነት ተሓታትነት የለን። ሕጂ እዚ ኩሉ ጉድለታት እንክሎና ኢና ንጉዓዝ ዘለና ነጋሽ። ከምኡ ስለ ዝኾነ ድማ ብዙሕ ፕሮጀክትታት ናይቲ ካብቲ ዝመሃዝናዮ ካብቲ ዝደኸምናሉ ካብቲ ለይቲ ምስ መዓልቲ ኮፍ ኢሎም ድራፍት ይኹን ከጻርይዎ ዝጸንሑ ገለመለ ኣብ ግብሪ ይውዕልን እዩ ዘሎ። ንምንታይ? እቲ ሓይሊ እቲ እኩብ ሓይሊ ናህና ይደክም ኣሎ። ምትእምማን ኣብ ውሽጢ የለን። እቲ ስርዓት ኢን ፋክት ናቱ ስራሕ ክከውን ኣለዎ ኣብ ውሽጥና ኣትዩ ከባላሽወልና ኣሎ ኣለዎ ናቱ ናቱ ኤለመንትስ ኣለዎ ኣብ ውሽጥና ኮይኖም ዘበላሽዉ ግን ከመይ ጊርና ነዚኦም ን ቀልጢፍና ንፈልጦም ከም ቀልጢፍና ነላልዮም እሞ ንንጽሎም እሱ ኣይከኣልናን ኣይከኣልናን ኣለና ክሳብ ሕጂ ክንገብሮ ዳሕራይ ድማ እቲ ምትእምማን ኣብ ውሽጢ ናይ ተቓውሞ ደምበ ዘይምትእምማን እናሰፍሐ ይኸይድ ኣሎ፣ ክንዲ እናጸበበ ዝኸይድ። ገለ ገለ ሰባት ኣለዉ ድማ ኣብ ክእለቶም ዘይተኣማመኑ፣ ኣብ ዓቕሞም ዘይተኣማመኑ፣ ኣብ ድሕሪ ባይታ ናቶም ዘይተኣማመኑ ብውድባት ይኹን ብውልቀ ሰባት እሶም ድማ ነዚ ኩነታት እዚ ክቕጽል ይደልይዎ። ሓሓደ ግዜ የተሓሳስበካ። እምበርከ እዚኣቶም ለውጢ ይደልዩ ድዮም? ኣብ ናይ ለውጢ ደምበ ኮይኖም ክቃወሙ ከለዉስ ኣንጻሩ ከኣ ክሰርሑ ትሪኦም። ብዝተኻእሎም መጠን ኩሉ ዘሎ ጎስጓሳት ከፍሽልዎ ትሪኦም። ሕጂ ከምዚ ዝኣመሰለ ኩነታት ኣብዩ ኢና ዘለና። ብሓንሳብ ኮይና ንሕሰበሉ፣ ብሓንሳብ ኮይና ንዛተየሉ፣ ለይቲ ምስ መዓልቲ ፓልቶካት ነንሓድሕድካ ተመናጪትካ ግዜ ኣጥፊእካ ጉልበት ኣጥፊእካ ዝግበር ስራሕ ኣይኮነን። እኩብ ሓይልና ኣብ ሓደ ቦታ ከመይ ጌርና ንጠምሮ፣ ከመይ ጌርና ነቲ ከስርሓና ዝኽእል ፕሮግራማት ኣውጺእና ክንሰርሓሉ ንኽእል ባይታ ክንፈጥር እሱ እዩ እቲ ጠፊኡና ዘሎ። ሕጂ እንታይ ዝብል ኣሎ መብዛሕትኡ ግዜ ኮምፓስ ኣጥፊእና ኣለና መብዛሕትና። ኣብ ሓደ ቦታ ተኣኪብና ኣታ ኣብታ ኮምባስ እ። እንታይ ኣሎ ምሰካ ዜን ኣብቲ ዶኩመንት ተሪኢኻዮ ቻርተር ድዩ እቲ ሮድማፕ ድዩ ገለ ዝባል ተኹሉ ፖለቲካዊ ውድባት ምትእኽኻባት ጽላላ ዝኸውም ኣሎ እዚ ይብልዎ ግን ም ክትቕጽላ ከታታ ኮምባስ እ። ኣብ ህጹጽ ኩነታት ንርከብ ከል ከም ዘለና እዚ ሴንስ ኦፍ ዘይምርዳእና። ኤመርጀንሲ ዝብልዎ እዚ ኣሽዑር ብእኑ ፊ ሓላ ጣርያ ፊ ሓላ ሙስተዕጀላ ማለትሲ ሓደ ሰብ ኣብ ዓመልያ ክተእትዎ ትቀራረበሉ ዘለኻ መድረኽ ብዛዕባ ካልእ ጓል ነገር እንዳምጻኻ ነቲ ቃልሲ ናይ ምንዋሕ ባህርያት ኣዝዩ እዩ ዝረኣ ማለትሲ ኣብቲ ቃልሲ ስለ ዘለና ብርኡ ኢተብሎ ኢኻ ከምዚ ሓንሳብ ሓንሳብ ዘይትዛረበሉ መትሑጺ ዝብሃል ኣሎ ሕድ ኣይትዛረበሉ እንተዘይ ኮይኑ ርኡይ እዩ ርኡይ ኩነታት ኣለና ያኒ ስለዚ ምስታ ናይ ኮምባስ ትብላ ዘለኻ ኮምባስ ኣጥፊእና ትብላ ዘለኻ ትብዓት ከኣ ጎዲሉና ኣሎ ዶ ትብል ማስ ንጌጋ ጌጋ እዩ ክትብሎ ማስ ዘ ሰም ፕሮሰስ ዘ ሰም ኣገባብ እንዳ ደጋገምካ እንዳ ደጋገምካ ትኸዶ ኣብ መጨረሻ ኣብ ዘ ሰም ሪዛልት የብጻካ እቲ መቕድማት ሲ ናብቲ ውጽኢት እዩ ዘብጽሓካ ካልእ ሳይክል ሎይክ እኒ

Immediately ኣነ ውድብ ውድብካ ስለ ዝኾነ ኣይኮነን ነጋሽ ሕጂ ከምኡ ዝብለካ ዘለኹ ግን ባዕለይ ዝረኣኽዎ ብዓይነይ ብዝተኸታ- ዝተኸታተልክዎ Immediately ካብቲ ካብቲ ኮንፈረንስ ምስ- ምስ- ምስ ምስ Day one ወጻእና ካብ ሰ- ውዲት ውዲት ከም ዝነበረት እቲ ኮንፈረንስ ከም ውዲት እዮም ኣቕሪቦሞ ብዙሕ ብዙሕ ሓይልታት ውዲት ከም ተፈጸመ ገሊኦም ከማን ኣብቲ ፕሮሴስ ውዒሎም ዘዐወትዎ እዮም ነይሮም ገለ ገለ ባእታታት ግን ዳሕራይ ጽንሕ ኢሎም ከም ውዲት ከቕርብዎ ፈቲኖም። ውዲታዊ ከም ዝነበረ እቲ ኩሉ መስርሕ። ሕጂ ኣብ እንታይ እዩ ዘርእየኒ እዚ ንዓይ? ኣነ ኣነ ኣይነበርኩን ግን ይከታተል እየ ነይረ። ኣብዚ ሰሪሐሉ እየ እቲ ናይ ፕሮሰስ ናይቲ ናይቲ ኮንፈረንስ ምድላዋት መዓት ወኒ መዓት መዓት ዶክመንትስ እየ ኣስተርጒመ ኣብቲ ኣብቲ እዋን እቲ ንዓረበኛ ግን ከምዚ ምስ ኮነ እቲ ሓንቲ ንዓይ መረዳእታ ወይ ከም መመኽነይታ እንታይ እዩ ዝግበር ዘሎስ ከተረድኣኒ ዘኽእለትኒ ሓንቲ ነገር እንተልያ እቲ ጉድለት ናይ ደሞክራስያዊ ባህሊ ኣብቲ ምንቅስቓሳት ናትና ኣብቲ መስርሕና ስለ ዘሎ እዩ። እዚ ጉድለት ናይ ደሞክራሲ እዚ ጉድለት ናይ ደሞክራስያዊ ባህሊ ድማ ነቲ ኮምፓስ ኣጥፊኡ።

እቲ ንለውጢ ክሰርሕ እየ ዝብል ብለውጢ ዝኣምን ዓጢቑ ዘሎ ኣብ ሓደ ክፉት ዝኾነ ፍሪደም ዘለዎ ዓዲ ብተፈላለየ ኣገባባት ብተፈላለየ ምክንያታት ብተፈላለየ ዓይነት ናይ ውክልና ተኣኪብና ነዚ በፂሕናዮ ዘለና ሕምባቕ ኩነታት ክንፍውሶ ብዝቐልጠፈ ግዜ እንተዘይክኢልና

ዝሕለም ዘሎ ለውጢ ክመጽእ እንተድኣ ኮይኑ ናይ ብሓቂ ንህንቀወሉ ዘለና ሕልም ለውጢ ክመጽእ እንተድኣ ኮይኑ ኣብ ውሽጢ ኤርትራ ሓይሊ ክህልወና ኣለዎ። ኣብ ውሽጢ ኤርትራ ከኣ ምልዕዓላት ክፍጠር ኣለዎ። ኣብ ድሕ ድሕ ብድሕሪኡ ኮይንና ክንድግፎ ክንክእል ኣለና። ኣይግ ኣይበቓዕናዮን ኣለና እዚ ከምዚ ዓይነት ኣሰራርሓ። ኣብ ደገ ኮይንና ጥራይ ንምና ንምናጨት ኢና ዘለና

ክሰርሕ እንተ ተኣኪቡ ሓደ ተስፋ ኢና ንህዝቢ ኤርትራ። ካልእ ከኣ ምስቲ ናይ ውሽጢ ዘሎ ህዝብና ብሓንሳብ ኣሲርካ እዚ ክልቲኡ ብሓባር ተጣሚሩ ሓደ ድልድል ፈጢርካ ከኣ ነቲ ለውጢ ምቅልጣፍ እዩ። ዜን ማዕሩፍ ገና ብዙሕ ዘይወዳእናዮ ጉዳያት ኣሎ ላኪን ኩሉ ግዜ ኢና ከምኡ ንብል ከማን ክቡራት ተኸታተልቲ መደብና ካልኣይ ግዜ ንዜን ኣቕሪብና እውን ዝያዳ ዕሙቕ ዝበለ ከኣ ክንዛረብ ኢና ገለ ገለ ርእስታት እንዳመረጽና ምናልባት ብተፈላለየ ርእሲ ስለ ዘበልና ፋሕ ኢሉኩም ክኸውን ይኽእል እዩ፣ ግን ብሓፈሽኡ ህዝብና ዝሓልፎ ዘሎ ኩነታት፣ ነዚ ዘሎ ኩነታት ከ ብኸመይ ጌርና ናብ ዝሓሸ ንጠቕሚ ህዝቢ ንቕይሮ ዝብል እዩ እቲ ናህና ዕላማን ናህና ድልየትን። ስለዚ እቲ መልእኽትና በጺሑ ክኸውን ተስፋ ንገብር። ንዳርጋ ንከባቢ ሓደ ሰዓት ዝኸውን ከኣ ብጽሞና ብተገዳስነት ተኸታተልኩምና ከመስግነኩም እፈቱ። ኩቡራት ተኻታተልትና ንሓውና ዜን ካኣ ነዚ ነዊሕ ብዓረብን ብትግርኛን ዝሃበና ነዊሕ ሳዓታት እዚ ከነመስግኖ ውን ንፈቱ የቐንየልና ዜን የቐንየልና ነጋሽ። ብኣጋጣሚ እዚ ባዓላት ናይ ሓድሽ ዓመትን ናይ ልደትን ልደተ ክርስቶስ ኮኣ ርሑስ ኣውዳኣመት ርሑስ ናይ ሰላምን ቅሳነትን ፍቕርን ዓመት ክገብረልና ናይ ዘልኣለም ምንዮትና እዩ። ስለዚ ርሑስ ኣውደኣመት ይግበሮ ርሑስ ሓድሽ ዓመት ይግበሮ ክልተ ሽሕን ዓሰርተ ሸውዓተን ከኣ ህዝብና ካብዚ ስርዓት እዚ ገባቲ ጉጅለ እዚ ተጋላጊሉ ደሞክራሲያዊ ስርዓት ዝተኽለሉ ኣንፈታት ባዕ ወሲኑ ናይ ለውጢ መስርሕ ዝረጋገጸሉ ዓመት ክኾነልና ውን ንረቢ ንፈጣሪና ንልምኖ። ንእዚ ክንበጽሕ ከኣ ክንቃለስ ኣለና። ካብ ሰማይ ዝወርድ ማና የሎን። ንሕና ባዕልና ሰብ ክቕይር ክቕየር ኣለዎ እሞ ኣብ ቃልሲ ሃየ ኣይንሕመቕ ንብል። ካብ ቲቪ ኣዳል ሰላምታ ኣነ ነጋሽ ዑስማን ካብ ስቶኮሉም ንኹላኩም ብቀጥታን ብ ኢንተርኔት ይካታተሉና ከመስግን ፈቱ ሓንቲ ረኪበካ ምናልባት ቻው ወይ ርሑስ ኣውዳኣመት ክትብል ደለ እወ እዚ ኣጋጣሚ እዚ ክጥቀመሉ ፈቱ ኣነ እውን ነቶም እምነተ ክርስትያን ዘለዎም ደቂ ሃገረይ ርሑስ በዓል ልደት ይግበረልኩም እናበልኩ ንኩሉ ህዝቢ ኤርትራ እውን ሓዲሽ ዓመት ክልተ ሽሕን ዓሰርተ ሸውዓተን ዓመት ናይ ተስፋ ዓመት ናይ